ናይ ለማዓንቲ በዓልቲ ዛንታና ፍቅርተ ትበሃል ፍቅርተ ይበሃል ተወሊደ ዝዓበኹሉን ሕዚ ዝነብረሉ ዘለኹ ኣብ ባህር ዳር እንትኾን ብጣዕሚ ዝፋተውን ነንባዕሎም ዝተሓላለዩን ካብ ዝኾኑ ስድራ እየ ምስ ሓፍተይን ምስ ክልተ ወዳት ኣሕዋተይን ዓበየ ይኹን ደኣ እምበር እዚ ናይ ስድራና ፍቕሪ ብሰንኪ ሓደ ወረ ኣብቅዐ። ኣደይ ቅድሚ ምስ ኣቦይ ምምርዓዋ ካብ ካሊእ ሰብኣይ ዝወለደቶ ውላድ ከም ዘለዋ ኣቦይ ብወረወረ ሰሚዑ። እዚ ነገር ኣነ ንኹን ስድራና ስድራና ይኹን ኣቦይ ምንም ኣይንፈልጥን ነርና። እዚ ዘረባ ዝሰምዐ ኣቦይ ብኸመይ ክሳብ ሎሚ ዘይተዛረብክኒ ኢሉ ዓውዓው ክብለላ ጀመረ። በዚ ምኽንያት ናብ ዓብዪ ባእሲ ኣተው። ኣንሕና ደቆም ናብ ዓብዪ ጭንቀት ኣቲና። ኣብ ገዛ ሰላም ጠፊኡ፣ ኩልሻ ባእስን ጭንቀትን በዚሑ። በዚ ምኽንያት ድማ ኣቦይ ፍትሕ ጠይቑ፣ ኣደይን ኣቦይን ተፋትሑ። ቤተሰብ ዘመድ ኣዝማድ ብይቕሬታ ክሓልፋ ነቦይ ዋላ ተለመንዎ ኣቦይ ግና ዝሕስዎ ሰብ ስለ ዘይፈቱ ኣደይ ነቦይን ተፈላልዮም ኣደይ ስራሕ ዘይብላ ኣብ ገዛ ትውዕል ዝነበረት እንትትከውን ምስ ኣቦይ ምስ ተፋትሑ ግና በቲ ዝተመቐለቶ ቅርሺ ንእስ ዝበለ ንግዲ ክትጅምር ሓሰበት። ይኹን እምበር ኣርባዕተ ቁልዑት ንበይና ናይ ምዕባይ ዓቕሚ ስለ ዘይነበራ ሓደ ሓወይን ሓፍተይን ናይ ኣደይ ኣሕዋታ ከዕብይዎም ወሰድዎም። ሓደ ዝተረፈ ሓወይ ድማ ኣቦይ ንኸዕብዮ ወሲድዎ። ኣነ ድማ ኣደይ ካብ ኣቦይ ዝሓበአቶ ወዳ ናብኡ ኸይደ ንሱ ንኸዕብየኒ ናብ ኣዲስ ኣበባ ኸይደ። ኣነን ኣሕዋተይን ከም ዝደለናዮ ዘይኮነ ኣደይ ከም ዝደለየቶ ኮይኑ ህይወትና ኣብቲ ሰዓት ኣነ ጓል ዓሰርተ ሰለስተ ዓመት እየ ነይረ ቦኽሪ ገዛ እንትኾን ኩላትና ኣሕዋት ናይ ክልተ ዓመት ፍልሊ እዩ ዘለና ኣደይ ናብ ዘይፈልጦ ሓወይ ወሲዳትኒ ምሳና ንሓደ ሶምን ጸኒሓ ብደንቢ ንኽንፋለጥ ጌራትና ሓወይ ህንፃ ምስራሕ እንትኾን ስርሑ ፅቡቕ ዝበሃል ክፍሊት እዩ ዝኽፈል። ተኻሪ ኣብ ዝነብረሉ ገዛ ምግቢ ኣብሲሉ ዝበልዕ ባዕሉ ነበረ። ኣደይ ሓደ ሰሙን ምሳይ ፀኒሓ ተመለሰት። ኣነ እውን ትምህርቲ ተመዝጊበ ምስ ሓወይ ፅቡቕ ዝበሃል ህይወት ክመርሕ ጀሚረ። ሓወይ ኣመና ይከናኸነኒ፣ ባዕሉ ምግቢ ሰሪሑ ቋጺሩ ንትምህርቲ ይሰደኒ ነበረ ከምዚ እናነበርና ተለና ኣደይ ኣብ ኣርባዕተ ወርሒ ኣብ ሓሙሽተ ወርሒ እናመፀት ትርእየኒ ነይራ ኩልሻብ ናባና እንትትመፅእ ሽሮ በርበረ ጥሕኒ ኣብዚሓ ተምፀልና ስለ ዝነበረት ኣይጽግመናን ነይሩ ኣደይ ናባና መጽያ እንትትርእየና ናብራና ጽቡቕ ስለ ዝኾነ ሓወይ ንዓይ ምዕባይ ከም ዝኽእል ትኣምን ነይራ ኣደይ ምስ ኣቦይ ኣብ ሓዳር ኣብ ዝነበረትሉ ሰዓት ሓቢኣ ናብ ሓወይ ቅርሺ ትሰደሉ ከም ዝነበረት ሓወይ ተዛሪቡኒ። ምስ ሓወይ ብዙሕ ግዘ ምሕላፍ ምስ ጀመርና ከምቶም ካልኦት ኣሕዋተይ ክሪኦ ጀሚረ። ናይ ሻውዓይ ክፍሊ ትምህርተይ ብኸምዚ መንገዲ ድሕሪ ምውደኣይ ኣደይ ንክረምቲ ንክልት ወርሒ ምሳና ፀኒሓ ሕጉስቲ ኮይና ናብ ዓዳ ተመለሰት። ምክንያቱ ፅቡቕ ብዝኾነ ናብራ እየ ዝነብር ነይረ። በቃ ሕዚ ደኣ ሞገስ ናይ ምዕባይ ሓውነቱ ይዋጻእ እዩ ዘሎ፣ ስለዚ ኣነ ናብዚ ምምልላስ ኣየድልየንን ኢላትኒ ኣደይ። ኣብ ዕዳጋ ሽንኩርቲ ኮሚደረ እናሸጠት እያ ትመሓደር። ካልኦት ኣሕዋተይ ኣብ ጽቡቕ ቦታ ስለ ዝነበሩ ካብ ናቶም ንላዕሊ ናተይ ህይወት እዩ ዘጭንቓ። ሓወይ ሞገስ ስርሑ እናሰረሐ ናብራና ጽቡቕ ገይርዎ። ንኣይ ብዓሰርተ ሰለስተ ዓመት እዩ ዝዓበየኒ። ክረምቲ ተወዲኡ ሻምናይ ክፍሊ ትምህርተይ ጀሚረ። ሓወይ እውን ዝተለመደ ስርሑ ዝሰርሕ ዘሎ እንትኾን ካብ ናይ ቅድሚ ሕዚ ግና ሕዚ ኣታዊኡ ተማሒሹሉ እዩ። ይኹን እምበር ናብ ሓወይ ዝመጻኹሉ ናይ መጀመርታ ዓመት ሕዚ ከምቲ ዓመት ንሱ ጽቡቕ ኣይኮነለይን ብዘይፈልጦ ምኽንያት ኣብዚ ዓመት ሓወይ ብጣዕሚ ምስታይ ጀሚሩ ድሕርዚ ብንእሽተን ነገር ዝሓርቕን ተዋቃዕን ኮይኑ ቅድሚ ሕዚ ሓራ ቆላ እንተነበረ ኢዶል ኢሉለይ ግና ኣይፈልጥን ነይሩ። ሕዚ ግን ብዘይ ምክንያት ይኹርየለይን ይወቕዓንን ጀሚሩ። ግና እዚ ነገር ንማንም ክዛረብ ኣይደለኹን። ኣዲስ ኣበባ ንዓይ ሓዳሽ ስለ ዝኾነት ዝፈልጦ ሰብ ስለ ዘየለን ኩሉ ነገር ክኢለ ምንባር ጀሚረ። ዝኾነ መዓልቲ ግና ክዝክሮ ዘይደሊ ነገር ተፈጢሩ። ኣብቲ መዓልቲ ሰኺሩ ስለ ዝነበረ ኣምሺ መፅዩ ኣነ ደቂሰ ስለ ዝነበርኩ ሃንደበት ናባይ ቀሪቡ ኣፈራሪሑ ዓሚፁኒ። ድሕሪ እዚ መዓልቲ እዚ ንማንም ከይትዛረቢ እናበለ ይወቕዐኒ። ኣደይ ሻምናይ ክፍሊ ምስ ኣተኹ መፅያ ሪኣትኒ ኣይትፈልጥን። ናብ ሓወይ ስልኪ እናደወለት ዋላ እንተተራኸበትኒ ዝወርደኒ ዘሎ በደል ከይዛረባ ግና ሓወይ ኣብ ጎነይ ስለ ዝህሉ ኣይዛረባን። በዚ ኩነታት ምስ ሓወይ ከም ሓፍቱ ዘይኮነ ከም ሰበይቱ ናብ ገዛ ብዝመፀ ቁፅሪ ፆታዊ ርክብ ንፍፅም ነርና ብጣዕሚ ዘቕንዙ ቃንዛ እንዳደፈረ ድሌቱ እንዳገበረ ሓወይ ዝበልክዎ ስለ ዝደፈረኒ ሕማም እናበርትዐኒ ስለ ዝመፀ ትምህርቲ ምትራፍ ኣብዚሐ ሓወይ እውን እዚ ነገር ኣመናይ ዘሐጉሶ ምክንያቱ ትምህርቲ ክኸይድ ተለኹ ንሰብ ንኸይዛረብ ኣመና እዩ ዝፈርሕ። ስለዚ ናተይ ትምህርቲ ምትራፍ ከሕጉሶ ጀመረ። ብድሕሪ እዚ ትምህርተይ ምስ ገደፍክዎ ምስኡ ናብ ስራሕ ቦታ ንክኸይድ ንክሰርሕን ክገብረኒ ጀመረ። ብሎኬት ምሽካም፣ እምኒ ምሽካም፣ ካልኦትን ካብ ዓቕመይ ንላዕሊ ዝኾኑ ስራሕቲ ምስራሕ ጀሚረ። ኣብቲ ስራሕ ቦትኡ ዘለዉ ሰባት ኩሎም መሓዙቱ ስለ ዝኾኑ እዚ ኩነታት ንማንም ክዛረብ ኣይከኣልኩን ነይረ። ዋላ ንሱ እንተኾነ ኣብ ስራሕ ቦታ ሰብ ንኸይቀራረብ ኣጠንቂቑኒ እዩ። ኩልሻ ኣብ ስራሕ ውዒልና ንገዛ ምስ ተመለስና ምግቢ ሰሪሐ በሊዕና ብዘይ ድሌተይ ድማ ከም ኣመሉ ይዕምፀኒ። ንዓይ ኣብ ዝለዓለ ሕማም ኣብፂሑኒ። ሕቆይ ክሕመኒ ጀሚሩ። ኣብዚ ግዘ ዓርሰይ ንኸጥፍእ ክሓስብ ጀመርኩ። ሓደ መዓልቲ ህይወት መሪሩኒ መርዚ ሰትየ። ሓወይ መፅዩ ሕክምና ወሲዱ ህይወተይ ትሪፍዋ። ባዕሉ ዘበላሸዋ ህይወት ባዕሉ ካብ ሞት ኣትሪፍዋ። ድሕሪ እዚ መዓልቲ ግና ኩሉ ሻብ ምሳይ ስለ ዝኾነ ዓርሰይ ንምጥፋእ ኣይከኣልኩን። ብሰንኪ ዝሰተኽዎ መርዚ ግና ከቢር ናይ ጨጓራ ሕማም ሒዙኒ። ዋላ ከምዚ ኮይኑ ሓወይ እይሓዝነለይን። ሓሚመ ኣብ ዝደቀስኩሉ ይደፍረኒ፣ ይዕምፀኒ። ብኸምዚ መልክዕ ህይወተይ ፀሊዐ ተስፋ ቆሪፀ እናነበርኩ ተለኹ ኣደይ ሃንደበት ተይተዛረበትና ንገዛ መፅያ። ኣደይ ልክዕ ምስ መፀት ኣነ ሓሚመ ደቂሰ ሓወይ ድማ ስራሕ ቦታ ስለ ዝነበረ ልክዕ ምስ ረኣየትኒ ሰላም ኢላትኒ እንታይ ኸኮይን ክዛጓለይ ኢላ ሓቲታትኒ ምንም ኢለ ዋላ እንተሓሰኽዋ ኣደይ ግና ብሕልማ ስለ ናተይ ጽቡቕ ነገር ስለ ዘይትርኢ ዘላ ዝተፈጠረ ነገር ተሓልዩ ምስ ሓወይ እውን ተባኢሰ እንተ ደኣ ኾይነ ንኽነግራ ሓቲታትኒ ኣነ እውን ክሳብ ሕዚ ንበይነይ ዝሓስኩዎ ነገር ክዛረባ እንትፍትን ገና ዘረባይ ምስ ጀመርኩ ንብዓት ቀዲሙኒ ነደይ ኩሉ ነገር ክዛረባ ኢለ መሊሰ ድማ እዚ ሓቂ ሰሚዓ ውሽጣ ከይጉድአኒ ኢለ ትምህርተይ ከም ዘቋረፅኩን ምስ ሓወይ ስራሕ ከም ዝጀመርኩን ሓወይ ጠባዩ ከቢድ ስለ ዝኾነ ምስኡ ክነብር ከም ዘይደልን ተዛሪበያ ኣደይ እናበኸየት ሳጓለይ ብሕልመይ ዝሪኦ ነበርኩ ውሽጠይ ዝፈርሕ ነበረ ሰሓቀየ ኣነየ ናብ ዘብቅዐኪ ይቕሬታ እናበለት ምብካይ ጀመረት ኣደይ ናብ ሓወይ ደዊላ ብቕልጡፍ ንገዛ ንክመጽእ ተዛሪባቶ። ሓወይ ሓንደበት ኣደይ ብምምጽኣ ተደናጊጹ ነበረ። ልክዕ ንገዛ ምስ መጸ ኣደይ ብሕርቃን ተቐበለቶ። ንምንታይ ትምህርታ ንክተቋርጽን ስራሕ ንክትሰርሕን ትገብር? ኣነ ቅርሺ ዝልእኸልካ ንናብራኹም እኹል እንድዩ ንምንታይ እንተተብሎ ንሱ ሰሚዓያ ኢሉ ዝጠርጠሮ ነገር ብዘይምስማዓ ከም ዝተሓጎሰ ኣብ ገጹ የፍልጥ ነይሩ። ዋላ እኳ ብቑልዕነታ ዝወለደቶ ተኾነ መልሰይ መለሰላን ድሕሪ ብዙሕ ጸርፍን መርገምን ይቕሬታ ንኽሓተኒ ተዛሪባቶ። ይቕሬታ ሓቲቱኒ ዋላ ናይ ሕሶት እንተኾነ ይቕረ ገይረሉ በዚ ሕዚ ምስኣ ናብ ባህር ዳር ከይደ ትምህርተይ ከም ዝመሃር ተዛሪባትኒ ሓወይ እዚ ምስ ሰምዐ ይሰርሖ ዝነበረ ስራሕ ተቋሪፁ ስለ ዝነበረ ቅርሻ ሓፂሩና ስራሕ ንክትሰርሕ ቅርሺ ሓፂሩና ስራሕ ንክሰርሕ ከም ዝገበረኒ ተዛሪቡ። ሕዚ ግና ናብ ንቡር ስርሑ ስለ ዝተመለሰ ምስኡ ክነብር ከም ዝኽእል ነደይ ከእምና ጀመረ። ኣነ ግና ምስኣ ክኸይድ ከም ዝደሊ ተዛሪበያ። ንሳ እውን ሕራይ ምሳያ ክትኸድ ኢላትኒ። ዋላ ንሱ እንተኾነ ብኸመይ ብቐሊሉ ስቕ ኢሉ ንሓፍቱ ጸሊእዋ እዩ ግዲ ንኸይበሃል ኢሉ እዩ እምበር ምስኡ ክነብር ከም ዘይደሊ ኣነ ይፈልጥ እየ። ብፅባሒቱ ብሓደ ውዒልና ናብ ባህር ዳር ዝወስድ ትኬት ቆሪፅና ምስ ኣደይ ናብ ባህር ዳር ኬድና። ሓወይ ሓደ መዓልቲ ናብ ናይ ኣደይ ስልኪ ደዊሉ ንደገ ውፅእ ኢለ ንኸዛርቦ ነጊሩኒ። ንደገ ወፀ ምስ ኣዛረብክዎ ነደይ ስለ ዘይተዛረብክዋ ካብ ልበ ምስጊኑኒ። ንኡኡ ኢለ ዘይኮንኩ ኣደይ እዚ ሰሚኣ ክትጉዳእ ከም ዘይደሊ ተዛሪበ። ንሱ ግና ኣመና ሕሱር ንሓፍቱ ዝምነ ከም ዝኾነ ነጊረዮ። ኣደይ እዚ ንኸይትፈልጥ ንባዕለይ ቃል ኣትየ እየ ክነግራ ኣይደልን። ምኽንያቱ ኣብ ልዕለይ ዝወረደ ናይ ሞራል ጉድኣትን ናይ ስነ ልቦና ጸገም ንሳ እንተፈሊጣ ከም እትጉዳእ ይፈልጥ እየ። ሓወይን ኣነን ደቃ ኢና ስለዚ ኣብ መንጎያ ክትቅርቀር በዚ ምክንያት እዚ ሕማም ንዓኣ ከቢድ እዩ ክኾና ኣነ ንዓኣ ክብል ምስ ሓወይ ሰላም ምፍጣረይ ዓብዪ መስዋእቲ እዩ ምንም ከምዘይተፈጠረ ምንም ከምዘይኮንኩ ምስ ሓወይ ስልኪ ኣዋጊዐ ዓፅዎ ሓወይ ናይ ቁልዕነት ሰሓቀይ መንጢሉኒ እዩ ቁልዕነተይ መንጢሉኒ እዩ ከም ቆልዓ ንኸይጻወትን ንኸይከውንን ጌሩኒ እዩ ዋላ እንተኾነ ኣብዚ ምድሪ ካብ ማንም ንላዕሊ ጥቕሚ ዘለዋ ኣደለትኒ ስለዚ ንኣኣ ክብል ናይ ሕሶት ይነብረ ኣለኹ ምስ ኣደይ ብዙሕ ሽግር ብዙሕ ጸገማት ኣሕሊፍና ሕዚ ናይ ዩኒቨርሲቲ ካልኣይ ዓመት ተምሃሪት ኮይነ ሕዚ ኩላትና ደቃ ጽቡቕ ትምህርቲ እናተምሃርና